ቅድሚ ስራሕ ምኻደይ ንእሽተይ ኣትያ ያ ዳርጋ ዕስራ ደኣ ኣለኒ ዕስራ ደኣ ኣለኒ ወጃዕጃዕ ወጃዕጃዕ ኢላ ክኸይድ ኢላ ሓሲበ ሮብዕ ሮብዕ ሰዓት ሓደ እንደ ዝጅምር ወይ ሓንሳ ከም ዝሃሩ ክኸውን ከሎ ኣፅላእካ መዓት ግን ከምታ ኩሉ ግዜ ዝብላ እዚኣ ከይገበርኩ ይወፅእ እየ ኣይ እዚኣ ከይተለኸኹ ገለ ኣይወፅእን እየ እግዚኣብሔር ይመስገን የቀኔለይ እግዚኣብሔር ይመስገን የቀኔለይ ፅቡቅ ሓዲረ ከመይ ስኹም ዝሓንዶ ታብታባ ግበሩ ኣብቱ ታብታብ ግበሩ ለካስ ዘይፈለጥኩ ቲክቶክ ከማን ጥሮታ ይውፃካ ይስኻ ከይደለኻ ኩሉ ነገር እኳ በቃ ጠጠው ኢሉ ኩሱ ጹቡቅ እግዛብሄር እመስገን እግዛብሄር እመስገን እግዛብሄር እመስገን ኦክ የቀኔለይ ራይዛይን ስራሕ ስራሕ ስራሕ ሰዓት ሓደ እዩ ዝጅምር ረቡዕ ረቡዕ ሕጂሲ ብኡ እንዴ ስራሕ ክኸይድ ሓንቲ ቆልዓ እንታይ ኢላ ጽሒፋትለይሲ በልክኒ ነብሰይ ነብሲ ጾርከ እወ ትገብር እያ ዋላ ሓንቲ ጸገም የብሉ ናይ ፀሓይ ክሬም ምግባር ዋላ ሓንቲ ጸገም የብሉ ባዮቦ ድማ ያዮብር ያዮብር ሶሚሊ ኣባይደር ብዙእ ካልእ እንኮላይ ኣለኒ ግን እዚ ዝሰርሖ ቀዋሚ ስርሐይ ግን ከምኡ እዩ ማለት እዩ ግን ሎማዓንቲ እንታይ ዘምፃኒ ቅድሚ ሕጂ እውን ተዛሪበ ፈልጥ እየ ግን ሓንቲ ጓለይ እንታይ ኢላ ፅሒፋትለይ ፕራክሲስ ኸይድ ኣለኹ ስለዚ ኣብ ፕራክሲስ ኣብ ስራሕ ናይ ፕራክሲስ ስራሕ ኸይድ ከለኹ ሄልሳ ፋጋ ኣርባይደር ኸይድ ኣለኹ እሞ እንታይ እየ ክገብር ዘለንን ዘይገብር ዘለንን ሕጂ ትገብሮን ዘይትገብሮን ዘይኮነሲ ሃይ ትገብሮን ዘይትገብሮን ዘይኮነ ካብቲ ናተይ ተመኩሮ ሰላሳ ዓመት እየ ሰሪሐ ዘለኹ ምስ ሰብ ካብቲ ተመኩሮ ማለት እዩ ሕጂ ፕራክሲስ ክትመፃ ከለኽን ዝሓለፈ ግዜ እውን ኢለ ነይረ ፕራክሲስ ክትመፅ ከለኻ ኩሉ ግዜ እቲ እናትካ ዝህባኻ እንታይ እንታይ ክትገብር ኣለካ ገለ መለን ሕጊ ናይቲ ቦታን ከተፅንዕ ኣለካ ሕጊ ናይቲ ቦታን ገለን ከተጽንዕ ኣለካ እዚ ብ ማለት ኣብ ቪድዮ ኣሎ እንዶ ኣብ ዩቱብ እዚ ግን ሕጽር ዝበለ ንዓፈ መልሲ ማለት እዩ ሕጂ ኩሉ ግዜ ምስ መምህርካ ምስታ ናትካ ኮንታክት ኣብቲ ስራሕ ገለ ኢኻ ትራኸብ ፎርም ከኣ ኣሎ እስኻ እንታይ ስራሕካ እንታይ ደይ ስራሕካ ማለት እዩ ስለዚ እስኻ ኣብ ስራሕ ኩሉ ግዜ ንዓና ዘጥቅዓና ወይ ክንገብሮ ዘይብልና ዝኾነ ነገር ሽግር ኣጋጢሙ ኣብቲ ንምሳሌ ምስ መጻኻ ራፖርት እንዳተዋሃብካ ወይ ድማ ኮፍ ኢልካ ሎማዓንቲ መን ክትሕዝ ኢኻ መን ክትሕዝ መን እዩ ዘለካ እንታይ እዩ ስራሕካ ክነግርኻ ከለዋ ኣብኡ ዓው ዓው ክትብል የብልካን ዝኾነ ነገር ኣብኡ ጌጋ ተፈጢሩ ኣሎ ስጋዕ እሳተን ዝውዳኣ ተጸቢኻ ድሕሪኡ እዝን እዝን ኣይተሰማማዕኩሉን ውን እዝን እዝን ድማ ጽቡቕ ኣይኮነን ክትብል ኣለካ። እዚኣ ዋላ ናተይ ጌጋ ውን ዝነበረት እያ። ምክንያቱ ኩሉ ግዜ ንስኻ ንናትካ ሬት ጠጠው እንዳበልካ ከለኻ ኣብቲ ዓውዓው ዝበልካዮ ግን ኩሉ ግዜ ሚልዮ ተባላሹ ከም ዘለኻ ነቶም ካልኦት ሕማቕ ጽልዋ ከም ትገብረሎም ዘለኻ ሓንሳብ ሓንሳብ ከኣኒ ሓደሽቲ ጀመርቲ ውን ክመጹ ክእሉ እዮም ኣብኡ ዓውዓው ምባል ወይ ከኣ ኣብኡ ዲስካስ ምግባር እዚኣ ዝኾነ ዋላ ፕራክሲስ ድዩ ዋላ ሰራሕተኛ ድዩ ክንገብራ ዘይብልና ነገር እያ መብዛሕትኡ ግዜ ከኣ ንዓና ተጥቅዓና ማለት እዩ ስምዒትካ ተቋጻጺርካ ምስ ወዳኣ ንዕማ ክዛረበ ክደልየ ኣለኹ ኢልካ ክትዛረብ ትኽእል ኢኻ ፕራክሲስ ትኸዳ እንድሕር ኮንክን ውን ከምኡ ማለት እዩ ግን ኣብ ፕራክሲስ ክትጥንቀቐሉ ዘለካ ኩሉ ግዜ ሕራይ ሕራይ ሕራይ ክትብል የብልካን ኣብቲ እተን ዝግባእካ ስራሓት ጥራሕ ክትሰርሕ ክትክእል ኣለካ ንዐኣን ንክትሰርሕ ከኣ እንድሕር እቲ ንዓካ ስራሕ ዝባካ ተዳጋጋሚ ዘይትክእሎ ሰብ እንድሕር ኮይኑ ከቢድ እንድሕር ኮይኑ ኦፕላሪን እንድሕር ዘይብልካ ኮይኑ ምስቲ ሰብ ድማ ኩሉ ግዜ ኣብ ክንዲ ምስተን ስራሕ ምዝራብ፣ ምስታ ናትካ ኮንታክት ላርር ምስኣ ክትዛረብ ትኽእል ኢኻ። እታ መምህርካ ወይ ከኣ እታ ኮንታክት ላርር ናትካ በዚ ዕለት እዚ እዚ፣ በዚ ዕለት እዚ ከኣ እዚ እንዳበልካ ክትዛረብ ትኽእል ኢኻ። ምኽንያቱ ምስተን ሱቕ ኢልካ ኣብኡ ኮንፍሊክት። እቲ ምፍጣር ወይ ከኣ ኣብኡ ምስኤን ጭቕጭቕ ምእታው ነቲ ሽግር ዝፈትሖ ነገር ኣይኮነን። ስለዚ እቲ ሜላና ክንቅይሮ ክንክእል ኣለና። ንሕና ቆርትለይ ኣብ ስምዒት እትው ድበልና ሽዑን ሽዑን ክንምልስ ንደሊ ኢና። ወይ ከኣ በንጻሩ ከኣ መሰልካ እንዳፈለጥካ ከለኻ ሱቕ ምባል። ሕጂ ሱቕ ምባል መፍትሒ ኣይኮነን ግን ኩሉ ግዜ መዓስ ትዛረብን መዓስ ዘይትዛረብን ምፍላጥ ምስ መን ትዛረብን ምስ መን ዘይትዛረብን ምፍላጥ ማለት እዩ። ንምሳሌ ሎም መዓልቲ ኣነ ክኸይድ እየ ሕጂ ስራሕ ኮፍ ክንብል ኢና ሽዑ ኩስቶ ኩስተለኪ ክትብለኒ እያ ወይ ኩስቶ ካኣ እስኻ እስኻ ገለ ክትብለኒ እያ ኣነ ከይሕጎሶ ይኽእል እየ ንዑኡ ግን ኖ ከምዚ ክትብለኒ ክትብል ኣይትበልኒ ገለ ኢለ ምስኣ ክባኣስ ግን ንዓይ ከም ነግራም ዘምስለኒ ንዓይ ካኣ ክብሪ ዘይህበኒ ማለት እዩ ስለዚ ኩሉ ግዜ ክብርኻ ሓፍ ክብል በቲ ናይቲ ስራሕ ኣጋባብ ክትከይድ ክትክእል ኣለካ ኩሉ ግዜ ካኣ ተጠማቲ ትኸውን ንመሰሉ ዝዛረብ ሰብ መብዛሕትኡ ግዜ ተጠማቲ እዩ ግን ከመይ ገይሩ ይዛረብ ወይ ከዓ መዓስ እዩ ዝዛረብ ድማ እንታይ ይበሃል ኣለዎ ይሓትት እዩ ማለት እዩ እታ ካልእ ከዓኒ ሄልሰፋ ገኣርባይ ደር ኩኒ ዋላ ሲክፕላየር ኩኒ ዝኾነ ነገር ቁስሊ ይኹን ዋላ መድሃኒት ይኹን ሓላፍነትኪ ኣይኮነን ዘይሓላፍነትኪን ዘይትኽእልዮን ኣይትግበሪ ብፍላይ መድሃኒት ምሃብ ድዩ ብዘይ ኦፕላሪን ንሓደ ኣጸቢቑ ዝሓመመ ሰብ ምሓዝ ድዩ ብሓጺሩ ንዓኺ ከጥቅዓኪ ዝኽእል ኣብ ስራሕ ዋላ ንዓኺ ኣነ ምሳኺ ክሰርሕ ጸኒሐ ዋላ ኣነ ሽዓ ሓላፍነት ስለ ዘለሃኒ ከምዚ ግበሪ ኢለኪ እንድሕር ደኣኒ ጌርክያ ንስኺ ኢኺ ሓላፍነት ትወስድላ ስለዚ ኣብ ትምህርቲ ውን የጠንቅቓኹም እየን ብፍላይ መድሃኒት ብፍላይ መድሃኒት ገለመለ ምሃብ ክትጥንቀቒ ኣለክን ደሓን እንኪ ንክስቶ ሃብዮ ኢላ ተሂባትኪ ኖእ ክትብሊ ኣለኪ ምክንያቱ ዝኾነ ጸገም ተመጽዩ ንስኺ ኢኺ ትሕተቲ ጉቡእኪ ውን ኣይኮነን ኦፕላሪን ዘይገበርክሉ ዘይተማሃርክዮ ወይ ዘይግብኣኪ ስራሕ ክትሰርሒ ማለት እዩ ሕጂ ኣብኡ ጠጠው ክትብል ትኽእል ኢኻ ምዕግርጋር ኣየድልየካን እዩ ሃይ ሽኮረይ ግን ብስነስርዓት ኖእ ገለ ክትብል ትኽእል ኢኻ ምኽንያቱ ገሊኤን ህኩያት ሓላፍነት ዘይስመዐን ኣብ ስራሕ ኩሉ ሰብ ኣይኮነን ብልቡ ክሰርሕ ዝኽእል ክሰልጦ ዝደሊ ሰብ ጥራሕ ኣሎ ሕጂ እቲ ክሰልጦ ዝደሊ ሰብ ንዓኻ ከጥቅዓካ ይኽእል እዩ ብዘይፍላጡ ንዑ ከማን ንዑ ከማን ይጥቃዕ እንድዩ ግን ቀንዲ እቲ ዝሃበ ዘይኮነ እቲ ዝወሃብ ዘሎ እዩ እቲ ዝሕተት ማለት እዩ ስለዚ ናይቲ ዝሃበካ ኣይትሕተተሉን ኢኻ እስኻ ናይታ ዝሃብካዮ ኬድካ ዘብጻሕካያ ማለት እዩ። ስለዚ እዚታት መድሃኒት ምሃብ፣ ቁስሊ ምሕካም፣ ዝኾነ ኮታ ናይ ሕማም ብዙሕ ሕማም ዘለዎ ሰብ ወይ ከኣ ብዙሕ ጸገም ዘለዎ ሰብ እስኻ ከኣ ኣብኡ ዘይነበርካ ኦፕላሪን ዘይብልካ ጥንቁቕ ገለ ክትከውን ኣለካ። ኩሉ ግዜ ሐራይ ትብሎ ሃይ ሽኮሪና ሐራይ ትብሎን ሐራይ ዘይትብሎን ክትፈልጥ ኣለካ ኣብ ፕራክሲስ ማለት እዩ። ተዘይኮይኑ ግን ከምቲ ኩሉ ግዜ ዝብሎ ንመሰልካ ጠጠው ክትብል ኣለካ ብፍላይ ፕራክሲስ እንድሕር ትከይድ ኣለካ ንክትምሃር ኢካ ትከይድ ደለካ እምበር ንዓኣተን ሰብ ተጎዲልወን መተካእታ ኣይኮንካን ትከይድ ደለካ ኩሉ ግዜ ኣነ ኮምኡ እየ ድሪኤ ቅድሚ ሕጂ ውን ተዛሪበ እየ መተካእታ ገብራካ እንድሕር ኣለዋ ኮይነን ጠጠው ከተብሎ ክትክእል ኣለካ ግን ከምዚ ዝብለኩም ምስታ ናትካ ኮንታክት ዘይኮንካ ትዛረብ ንሳ ውን ከይትርዳኣካ ስለ ትክእል ምስ ሓላፊት ኢካ ትዛረብ መምጽኢየይ ኣነ እዝን እዝን እዩ፣ እዚ ስርሐይ ከኣ እዝን እዝን እዩ። በዚ ዕለት እዚ ከምዚ ገይረ፣ በዚ ዕለት እዚ ንኹስቶ ሒዘ እየ፣ በዚ ዕለት እዚ ከኣ እዚ ሰሪሐ፣ ስለዚ ነቲ ዝግበኣኒ ስራሕ ወይ ነቲ ናተይ መሰል ይረኽቦ የለኹን፣ ስለዚ ብኸመይ ክንፈትሖ ንኽእል ኢልካ ምስኣ ዘተ ትገብር ወይ ድማ ምስታ ናትካ ኮንታክት ላደር እንታይ ይበሃል ትገብር ዘተ ትገብር። ሕጂ ስለምንታይ እየ ከምኡ ዝብል ኩሉ ግዜ ኣብ ስራሕ ዋላ ንስኻ ልክዕ ከለኻ ብዙሕ ኮንፍሊክት ማለት ዓውዓው ትብል እንድሕር ኮንካ፣ ንመን ትዛረብ ዘይትፈልጥ እንድሕር ኮንካ፣ ኩሉ ግዜ እንታይ ይበሃል ክትከውን ትኽእል ኢኻ። ከምዚ እቲ ዝግበኣካ ነገር ከይትረኽቦ ትኽእል ኢኻ። ወ ብኻልእ ከኣ ክርዳእኻ ክኽእላ እየን። ኩሉ ግዜ ብኻልእ ክርዳኻ ክኽእላ እየን። ምኽንያቱ ንሳተን ንሕና ወጻእተኛ ኢና ከምኡ ዓውዓው ንብል እምበር ንሳተን እንተዝገብርኦ ብስነ ስርዓት ብህድኣት እየን ዝገብርኦ። ስለዚ ከኣ ኢና ንሕና ኩሉ ግዜ ንስዓር ኣብ ዝኾነ ነገር ዋላ ንሕና ልክዕ ከለና ንስዓር ማለት እዩ ስለዚ እዚኤን ነገራት እንድሕር ጌርካ ጌን ተላዚብካ ትገብሮ ፈሊጥካ ንመሰልካ ጠጠው ምባል ዘይተረዳእካ ኣይተረዳኣንን ምባል ሓላፍነት ምውሳድ ብትግሃት ምስራሕ ኣብ ስራሕካ ንዓኻ እንኮላይ ዘኽብረካ ንዓኻ ከኣ ነቲ ፕራሴስ ትኸዶ ዘለኻ ንመጻኢ ዕድልካ ጽቡቅ ይኸውን እቲ ካልእ ከኣ ሞቢል ተለፎን ብሓጺሩ ሕግ ናይቲ ገዛ ከተኽብር ክትክእል ኣለካ ኣብ ስራሕ ኣለዉ ሕጂ ነናእሽቱ ቆልዑት ዝመጹ ገለ መለ እንዳ ሞቢል ፊልም ገለ እንዳ ረኣዩ ገለሲ ይምግብዎም ምግቢ ህብዎም ነቶም ኣብኡ ዝቕመጡ ሕጂ እዚ ከብለካ ክእል እዩ ሕራይ ኣብ ዩቱብ ኣሎ ኣብ ዩቱብ ክገብረ እየ ስለዚ ሞቢል ሒዘንሲ እንታይ ይበሃል ገብረ ሞቢል ሒዘንሲ የብላዕኡ ሞቢል እንዳሓዛ ገለምታት ሕጂ ክብሪ ናይ ስራሕካ ክህልወካ ክብሪ ናይ ስራሕካ ናይ ሰብ ክብርን ክህልወካ ክኽእል ኣለዎ ኣብ ስራሕ ሞቢል ገለምታት ኣይፍቀድን እዩ ስለምታይ ንዓካ ስትረስ ዝገብረልካ ትገብር ሞቢልካ ተቀምጣ ኣብቲ ዓረፍቲ ክትኮን ከለካ ከኣ እንታይ ይበሃል ትገብር ሞቢልካ ትሕዝ ስለዚ ሕጊ ክቢርካ ምካድ ንዓካ እዩ ዝያዳ ዘክብረካ ንዓካ እዩ ምልኣት ክስታይ ዝገብረልካ ኣቀምጥ ኣብ ስራሕ ምስ መጻካ ሕጊ ናይ ስራሕ ምግባር ንዓካ ንጽቡቅ ጽቡቅ ነገር እዩ ከምኡ ምስ ለመድካ ድማ ሕጋዊ ኑፍዕ ኢካ ትከውን ሕቶ ኣሎኒ ሰኑ ኦኬ እቶይ ንእሽተይ ግዜ ኣለሃኒ እምበር ክኸይድ እየ ስለዚ እዚኣ እየ ኣነ ዝመኽረኩም ማለት እዩ ኣነ ንርእሰይ ሰላሳ ዓመት ሰሪሐ ኣለኹ እዚ ዓው ኢልካ ምዝራብ ገለ ሕጂ እንዳለመድክዎን ግብረ እንታይ እዩ ዝበሃል እንታይ ዝሞ ዝበሃል እዚ ዋጋ ከዓ ስለ ዘኽፍለኒ እንዳተቐየርኩ እንዳተቐየርኩ ከይድ ኣለኹ እምበር ኣነ ከማን ሽዑን ሽዑን እየ ውልዕ ድብል ኖ እዚ ገብርን እየ እዚ ገለምታ ትብል ግን ኣነ ነዊሕ ሰሪሐ እየ ኣብቲ ስራሕ እቲ ጣባያይ ፈሊጠናን ኣለዋ ጹቡቅ ማለት ግን ኣይኮነን ስለዚ ካልእ ሰብ ግን ብከምኡ ክጥመት ገለ ኣይደልዮን እየ ኣነ ከምኡ ክገብር ኣይዶልይን እየ ኣነከማ እንዳተማሃርኩ ገለ ከይድ ኣለኩ ተጻዋርነት እንዳገበርኩ ከይድ ኣለኩ ምክንያቱ ሓንሳብ ሓንሳብ እንታይ እየን ዝገብራካ ትሪግ ክትዛረብ እየን ዝደልያካ ክትዛረብ ክትሓረቅ ገለ እየን ዝደልያካ ደሓር ኣብ ስራሕ ኩፉኣት ሰባት ኩሉ ግዜ ኣለዋ ኣብ ዙርያና ኩሉ ግዜ ኩፉእ ሰብ ኣሎ ክፉእ ሰብ ኣሎ ክትንክፈካ ዝደሊ ሰብ ኣሎ ስለዚ እንታይ ተረዲኡኒ ኣነ ኦኬ እምበኣርይ ኩነታት ናይቲ ስራሕ ከጽንዕ ኣለኒ መጀመርያ ስለምንታይ ነቲ ካልእ ሂበናኒ ስለምንታይ ከምኡ ገብራ ኣለዋ ክፈልጥ ኣለኒ ክብረይ ዝሕልወሉ መንገዲ ድማ ኣብ ሓቅነተይ ጠጠው ክብል ክኽእል ኣለኒ ግን ዓውዓዋው ኢልካ ምዝራብ ግን ዘይምዝራብ ኢለ እንዳተምሃርኩ እንዳተመሓየሽኩ ከይድ ኣለኹ ማለት እዩ ስለዚ ሱቕ ምባል እውን ኣይፈቱን እየ ሱቕ ክትብል የብልካን ግድነት እንድሕር ደኣ ነይሩ፣ ኣነ ፕራክሲስ እየ ዝኸይድ ዘለኹ ንኣመት። ያ እሞ እቡኡ እንድየ ዝዛረብ ዘለኹ። ካልእ ከኣኒ መብዛሕትኡ ግዜ እተን ስራሕ ኣብቲ ስራሕ እተን ንዓኻ ቫይሊደ ዝገብራኻ ንርእሲኤን ቋንቋ ዘይርደእን እንድሕር ኮይኑ ንርደእን ንርእሲኤን ተረዲእወን ንዓኻ ባይ ልደ ክገብራኻ ዘይክእላ እንድሕር ኮይነን ድማ ከምኡ ክትብል ኣለካ ከምኡ የጋጥም እዩ እቲ ስራሕ ንዓኻ ብዙሕ ኣይግደሰልካን እዩ ስርሑ እዩ ዝገብር ስለዚ እታ ንዓኻ ባይ ልደ ትገብረካ እንድሕር ኣብ ፕራክሲስ መጺኻ ማለት እዩ ንመጀመርያ ግዜ ሰሪሕካ ዘይትፈልጥ ኣብ ፕራክሲስ እንድሕር ሰሪሕካ እንድሕር እቲ በሲክ ዝኾነ እቲ መሰረታዊ ዝኾነ ነገራት እንድሕር ዘይተማሂርካ እንታይ ክዓብሰልካ ድስፕሊን ክትመሃር ኣለካ ኮሙኒከሽን ክትመሃር ኣለካ ከመይ ጌርካ ትሪት ትገብሮም ክትመሃር ኣለካ ሕጊ ናይቲ ስራሕ ከተጽንዕ ኣለካ ኣብ ቤት ትምህርቲ ብዛዕባ ፋክት ትመሃር ኣብቲ ስራሕ ምስ ከድካ ከኣ ፕራክቲስ ትገብሮን እቲ ኮሙኒከሽን ትገብሮ ምስኦምን እቲ ርክብ ትገብሮ ምስኦምን ሓፈሻዊ ናይ ስራሕ ኣትሞስፋር ከመይ ክኸውን ኣለዎን ከመይ ኢልካ ንስኻ ከኣ ክትወሃሃድ ኣለካ ምስቲ ስራሕን ምስቶም ሰራሕተኛታትን እዚ ሓላፍነት ሓላፍነት ናትካ ክኸውን ኣለዎ ኣብኡታት እንድሕር ዘየለኻ ኮንካ መመጽያ ጥራሕ ጽቡቕ ዘይትብለካ ዘይትሪ ዘይትገብረካ ግዜ ዘይብላ ገለ እንድሕር ኮይኑ ግዝጣ ይበሃል ክትገብር ኣለካ ዋላ ሓንሳብ ሓንሳብ እንታይ ኢኻ ጓንቲ ዝግብኦ ጓንቲ ዘይገብሩ ስኢሎምሽ ኣለዉ ዘየስተውዕሉ ገለ በለ ሕጂ ከምኡ ገለ ክትከውን የብልካን። ፕራክሲስ ክትከይድ ከለኻ ግድን ንቲ ተመሃርካዮ ማች ዝገብር ትሕዝቶ ክትሕዝ ክትክእል ኣለካ። መታን ንኹሉ ግዜ። ኩሉ ግዜ መሰረት ዘይብሉ ነገር ጥቡቕ ስለ ዘይመጽእ ማለት እዩ። መሰረት ንኽትሕዝ ኢኻ ፕራክሲስ ትኸይድ ዘለኻ ኣብ ርእሲ እቲ ቲዮሪ ዝተመሃርካዮ ማለት እዩ። ስለዚ እዚ ድማ ናትካ ሓላፍነት ክኸውን ኣለዎ። ንፉዓት ኢኹም መብዛሕትኹም ማለት ኩሉ ሰብ ንፉዕ እዩ ንኣሽቱ ግን ንእስነት ገለ ስለ ዘሎ ብዕቱብ ሕዝዎ ምምስሳል ገለ ከዓ ኣይድልን እዩ ምምስሳል ገለ ኣይድልን እዩ ምምስሳል ኣየድልየካን እዩ ሰብ ምኽባርን ክቡር ምዃንን ግድነትካ ምፍላጥን ግን ኣገዳስነት ኣለዎ እንተዘይኮይኑ ግን ምምስሳል ኣዋላ ሓንቲ ኣየብፅሓካን እዩ ንሰብ ከተኽብሮ ኣለካ ሪስፔክት ክህልወካ ኣለዎ ግን እቲ ስራሕ ንኩላትካ ብሓደ እዩ ዝብፅሓካ ዘመሳስል ከምዚ ምሻለዉ ኣስቡ ሚስኪን ኪንኪንኪን ምባል ገለ ኣየድልየካን እዩ ንስኻ ክትኮን ክትክእል ኣለካ ብነብስኻ ክትተኣማመን ክትክእል ኣለካ ብነብስኻ ከተኣምነካ ዝኽእል ነገራት ከዓ እንታይ እዩ እተን ከም ዝበልክወን ኩለን እየን እተን መሰረታዊ ዝኾነ ኣብ ስራሕ ከመይ ክትገብር ኣለካ እንታይ ክትብል ኣለካ ኣብ ስራሕ ከመይ ጌርካ ኮሚኒኬሽን ክትገብር ኣለካ ስራሕካ ክትፈልጥ ኣለካ እንታይ እዩ ስራሕካን ዘይስራሕካን ከተለሊ ኣለካ ካብኡ ንላዕሊ ኣየድልየካን እዩ ምስኪንክን ምባል ካብኡ ንላዕሊ ኣየድልየካን እዩ ምሰብ ዓሶ ትሕትና ጹቡቅ እዩ ምምስሳል ግን ኣይድሊን እዩ ኣይድሊን እዩ ገሊእ ሰብ ከምዚ ምሻ ኣለዎ ከምዚ ዝያዳ ዝፍቶ ይመስሎ ተተማሳሲሉ ኖ ልዙብ ኢኻ ክትከውን ዘለካ እምበር ክትመሳሰል ገለ ይብልካ ትመሳሰል እንድሕር ኮንካ ብነብስኻ ዘይትተኣመን ትፈልጥ ከለኻ ከም ዘይትፈልጥ ኢኻ ትመስል ስለዚ ነቲ ምምስሳል ገዲፍካ ነቲ ትፈልጦ ከተፍልጥ ወይ እቲ ንትፈልጦ ወይ ከኣ ነብሰ ምትእምማን ክትገብር ኣለካ። መብዛሕትኡ ግዜ ከኣ ምስ ሰብ እንድሕር ትሰርሕ ኮንካ ብነብስኻ ዘይትተኣኣመን እንድሕር ኮንካ ኑቶም ትሕዞም ዘለኻ ወይ ኑቶም ትሕግዞም ዘለኻ ውን ነርቨስ ክትገብሮም ስለ ትኽእል ብነብስኻ ዘተኣማምነካ ነገራት ክትገብር ኣለካ። መብዛሕትኡ ግዜ ብነብስኻ ዘይተኣኣምነካ ነገር ነቲ ስራሕካ ዘይትፈልጦ እንድሕር ኮንካ እዩ። ነይተረዳኣካ ነገር እንድሕር ኣሎ እዩ ካብ ስራሕ ነብስኻ ዘይትተኣማመን። ስለዚ ብነብስኹም ክትተኣማመኑ ኩሉ ግዜ ምስ መጻኹም ኢንፎርመሽን ፍለጡ ምቅይያራት ክህሉ ስለ ዝኽእል ድማ ኩሉ ግዜ ምቅይያራት ኣሎ። ከምዚ ትሰርሕ እንድሕር ኮንካ ኣብ ሆስፒታል ኣብ ሲኬም ኣብ ቡሊ ገለ ትሰርሕ እንድሕር ኮንካ ምቅይያራት ኣሎ ናይ ጥዕና ምቅይያራት ኣሎ ናይ መድሃኒት ምቅይያራት ኣሎ። ስለዚ እዚ ድማ ኣብ ብግቡእ ክትፈልጦ ኣለካ ምስ መጻካ ሱቅ ኢልካ ሃንደፍ ኢልካ ኣብ ስራሕካ ክትጅምር የብልካን ን ስራሕ ነናቱ ሕጊ ኣለዎ ንምሳሌ ናህና ሎማዓንቲ ክልተ ማዓልቲ ዕረፍቲ ነይረ ምስ ከድኩ ሲስተኒት ዝብል ኣሎ ወይ ካኣ ሓድሽ ኢንፎርመሽን ዝብል ኣሎ ቅድሚ ናፍቶም ተዋሂቦምኒ ዘለዉ ክሕግዞም ወይ ምስኦም ከምስ ሎማዓንቲ ምካደይ እቲ ኢንፎርሞሽም እንታይ ተጻሒፉ ኣሎ ብዛዕብኦም ወይ እንታይ ምቅይያራት ኣሎ ብዛዕብኦም ክፈልጥ ኣለኒ። ብብዙሕ ብዙሕ ግዜ ዘጋጥም ናይ መድሃኒት ጌጋታት የጋጥም እዩ፣ መድሃኒት ምሃብ ምርሳዓት የጋጥም እዩ። ስለዚ ካብኡታት ነጻ እንድሕር ኮንካ ደረትካ ነፊሕካ ስራሕካ ክትከይድ ከለኻ ደስ እብለካ፣ ስራሕካ ከኣ ትፈትዎ ርግኣት ከኣ ዝስምዓካ ማለት እዩ። ሶ ያ መሊሰልኪ ክኸውን ተስፋ እገብር ዝያዳይ። ሃይ ሽኮሪና!

ወይ ከዓ ውፂ ውፂ መዓረይ ሓይ ሽኮሪና እንታይ ክሕግዘኪ ሰላም ሰላም
ሰላም ሰላም ኣብ መገዲ እንዳሃለኹ እንዲ ከይተረድአኒ ኣቲ ደሓን ሰላም ኣብለክ ካብኡ ከለኹ ሰላም ከመይ ጠና ብጣዕሚ ኢና ንፈትወኪ ሰኒየ ማዕረ የቐኔለይ የቐኔለይ ከመይ ድሓን ይዛሃል መስገን ፅብቕቲ ቅርፂ ካባኽም ዝኽና ንምሃር
የቐኔለይ ደቅኺ ከዓ ኣነ እውን ጓል ዓሰርተ ሸሞንተ ዓመት ኣላትኒ እራይ በልሰኒ ማዕሪ ቅፅሊ በቃ ትምህርቲ ከይተረደኒ ኣትፅንፃእ እንደሉ ገለ ሃርዮ ኣይስምዕን ከማ ዘለኸ ያ እንታልክኒ በልና ኣይተረዳኣንን ሽኮር እንተልክኒ ድዒ ኣይተረዳኣንን ግን እዚኤን እየን ተን ቀንዲ ናብ ስራሕ ገለ ክትገብረን ዘለካ ካልእ ከዓኒ እንታይ ይበሃል ክትብል የብልካን። ኣብ ተሓመምካሉ ግዜ ወይ ኣብ ዘይትመጸሉ ግዜ ድማ ኣቐዲምካ መልእኽቲ ክትህብ ኣለካ። ሱቕ ኢልካ ከተብኩር የብልካን። ዋላ ጽልኣዮ ሱቕ ኢልካ ገለ ከተብኩር የብልካን። ኣቐዲምካ መልእኽቲ ክትህብ ኣለካ ከም ዘይትመጽእ ብሓፂሩ ከም ዘይትፀልኦ ክትገብር ኣለካ ነቲ ትኸዶ ስራሕካ ኹን ነቲ ፕራክሲስ ትገብሮ ከም ዘይትፀልኦ ክትገብር ኣለካ እዚኤን እየን በቃ እተን ቀንዲ ከተገብረን ትኽእል። ካልእ ግን ኩሉ እንዳተምሃርካዮ ገለ እዩ ዝኸይድ። መብዛሕትኡ ቦታታት ከዓ ሓቂ ዘረባ እትኡ ዝፀንሓካ ሰብ ጥዑም እዮም መብዛሕትኡ ግዜ ከምዚ ምስ ሰብ ዝሰርሕ ሰብ ሓደ ክልተ ኣለዋ ክፉኣት ገለ ዝሓናኹላ ከዓ እምበር ዝበዝሕ ሰብ ሰናይ እዩ። ስለዚ ስክፍታ ክገብረልኩም የብሉን። ኣጀኹም

ሄልሰፋ ክትመሃር ትደሊ እንታይ ክህልካ። ሄልሰፋ ክትመሃር ትደሊ እሞ ሰው ክትገብር ተንብብ ከዓ ቆርትለይ ካልኦ ንሓንቲ ይድልየካን እዩ ሰው ክትገብር ኣለካ ቮክስን እንድሕር ኮንካ ከዓኒ ፕራክሲስ የድልየካ እዩ ማለት እዩ ኣሶ ቅድም በቃ በሉ እሳያ ነይራ ናይ ሎመዓንቲ ፍቱ ፍቱት እየ ዘብለኩም ነዚ ተምላስ ዝገብረሉ ከዓነ ምሕረት የውርድ ኣለኹ ያ ምስያ ነይራ ሕቶ ዝመፀትኒ ካልእ ከዓ ብውሽጢ ገለ ርኸብ እና ገለምታት ኣነ ብውሽጢ ንሰብ ገለ ክረኽቦ ኣይ ፍቃደኛ ኣይኮንኩን ምክንያቱ ብውሽጢ ክረኽቦ ናይ ብሓቂ ሓገዝ ዝደሊ ሰብ ኣብዚ ክመፀ እየ ዝደልዮ ብውሽጢ ከዕልሎ ወይ ክመኽሮ ገለመለ ግን ካፓስቴት የብለይን ብዙሕ እውን ኣይቅበሎን እየ እቲ ፀገም ተለዎ ሰብ ፀገም የለን ፀገም የለን ከ- ከ- ተደልዩ ኣብዚ መፂ ገለ ይነግረካ ገለመለ ብውሽጠይ ካፓስቴት የለን ንክንደይ ሰብ ከተስተናግድ ካልኣይ ነገር ድማ እቲ ብዚ ንዛረቦ ወይ እቲ ሰብ ዝነግረካ ሰብ እውን ክምሃረሉ ይኽእል ኣነ ድማ ግልፂ ብግልፂ ስለዝኾንኩ ኣብዚኣ መፂኡ ዝሓተተኒ ብስነስርዓት ይምልሰሉ ዝፈልጦ ማለት እዩ እንተ ብውሽጢ ግን ይርድኣኒዩ ክትሽገር ትኽእል ከተብል ትኽእል ግን ፕሮፋይልካ ሽምካ የብሉ ገለ የብሉ እዩ ስለዚ ሲ ኣብዚኣ መፂኻ ክትዛረብ እውን ፀገም የብሉን ማለት እዩ ሽምኩም የብሉ ፕሮፋይልኩም ኣይፍለጥ ገለ መለሲ እንድሕር ድኣ ብውሽጢ ክትዛረቡኒ ደሊኹም ፕሮፋይልኩም ፍሉጥ ዘይኮነስ ኣብዚኣ መጺኹም ንክትዛረባ ወይ ክትዛረቡ ከማነይ ዘጸግም ኣይኮነን እየ ዝብል ኣብዚኣ ኮይነ ግን ዝፈልጣ ክሕግዝ ይኽእል እየ ዘይፈልጣ ከዓ ይፈልጣን እየ ዝብል ስለዚ ገለ ገለ ናይ ሕርቃን ምልክት ገለ ትሰዱ ኢኹም ኣይጥኖ ኣይክእልን እየ ገለ ምስ በልኩኹም ስለዚ ምስና ይቕሬትኡ ከምኣ ዝገብር ኣነ ኣይክእልን እየ ብውሽጢ ሰኑ ኖኖ ሓቀ ወ ዳሕራይ ገለ ስክስታ ይብሉ ከምዚ ገለ ምታታት ኣለዎ ነንእሽተይ ነገር ግን ፍሩስትሬሽን ክኸውን ስለ ዝኽእል ጸገም የለን ግና ብውሽጢስ ንዓይ ኣይትጥዕመንን እያ ኣብዚኣ እያ ትጥዕመኒ ኣብዚኣ ግን ዝፈልጣ ይፈልጣ እየ ዝብል ብግልፂ እየ ዝዛረብ ዘይፈልጣ ድሕር ኮይነ ከዓ ኣይፈልጣን እየ ዝብል ኣይፈልጣን እየ ምባል ክስታይ ኣይኮነን ግን ከምዚ መማኸሪት ገለምታት ገለ ክኸውን ኣይፈቱን እየ ከምዚ በታ ዝፈልጣ ጥራሕ እየ እምበረ ግበሩ ኣብዚ ውን ግበሩ ኣይትግበሩ ኣይኮንኩን ዝብል እቲ ዝፈልጦ ጥራሕ እየ ዝነግር ስለዚ ዝደሊ ሰብ ይጥቀመሉ ዘይደሊ ሰብ ከኣ ኣይጥቀመሉ እንድሕር ብውሽጢ ረኺብካ ግበር ኣይትኽበር ምምኻር ገለ ምታት ገለ እዩ ስለዚ ብዙሕ ኣይድግፎን እዩ ኣነ ከምኡ ፍቱ ፍቱ ፍቱ እየ ዘብለኩም ኣብ ቀሲ ለመታን ክኸይ ስርሐይ እዚኣ እያ ነይራ ግን ከምሳት እንድሕር ፅሒፍኩም ኣ ቶፒክ ናተይ ናይ ክስታይ ነይሩ ስራሕ እዩ ነይሩ ግን ሕጂ ከይዳ ኣለኹ

اوكي ጓ ሰለስተ ዓመት ኣላትኒ ሲ ግድን በቃ ምስ ኣኮን ኣለ ንክድቅስ ከላ ምሸት ሕጂ እስከ መይ ትርእዮ ገለ ኣለዋ ቆልዑቲ ደቅስ ገለ ኢልካንስ በይነን ዝድቅሳ ኣረ ግን ምሻል ዋላ ሳተድያ ትድቅስ ነይራ ብዙሕ ግዜ እድ እዋ ጋል ክልተ ዓመትን ገለን ምስ ኮነት በይና ክድቅስ ጀሚራ ሕጂ መጀመርያ ምሳና ከነደቅሶም ጀመርና ድሓር መሊሽካ ከተልግሶም ክስታይ እዩ ቁርሲ ለይ ፕሮሰስ ኣለዎ

እዎ ከምኡ እያ ትደሊ ንሳ ከማን መፅሓፍ ተምፅኣለይ ገለ ኣንብብለይ ያ ትብለኒ ኮፈሊ ከዓ ትብለኒ ክትምስኣ ማለት እዩ ሕጂ ክሳብ መፅሓፍ ትጥሕስ ሒዝኪ ዶ ትመፂ እንታይ ትብልያ ማማ መፅሓፍ ተንብበልኪ እያ ፆሎት ክንገብር ኢና ሽዑኡ ብሩኽ ለይቲ ኢልኪ ተደቅስያ ደሓር ከዓ ገለ ነገር ባንቡላ ገለ ነገር ገለ ከዓ ክትብያ ትኽእሊ ኢኺ እያ ግን ጸገም የብሉን ክሳብ ትድቅስ ኩሉ ግዜ ምስኣ ምዃን ምሻሎ በይና ሰልስተንድስ ኣይኮነትን ዳስዋይ ግን ደሓን ትገብል እያ እቲ ምሳና እንዲና ነደቅሶ ምሳና ስለ ዝፀንሑ እዮም ሕጂ ቀስ ቀስ እንዳበለት ግን እስኺ ክትመፅእ ከላ ናባኺ ምለስያ ኣይትተሃከይ ናብ ዓራታ ትመልስያ ሕጂ እ፣ እ፣ ከምዚ ቁርትለይ ፕሮሰስ እዩ ኩሉ ግዜ ማለት እዩ ዋላ ሓንቲ ኣነ እውን ሕማቕ ይረኣኹሉም ደቂ ይድቅሱ ግን በይኖም ክድቅሱ ከለዉ እዩ እቲ ዝበለፀ ሕጂ ከምኡ ትገብሪ ተመጽያ ለይቲ ወይ ከኣ እንድሕር ደቂስኪ ኮፍ ኢልኪ ከለኺ መጽያ ከኣ ዓራታ ትወስድያ ግን እኹል ግዜ ሃብያ ኣይተዳፍእያ ከኣ ማታ ጸቢቑ ርኩስታይ ኣይኮነን
ማረመ ቴንክ ዩ እንታይ ገርኒ
ሰኑ
መዓረይ
ኣብዛ ግዜ ቃንቋ ተይፈልጥኒ ግን እዛ ናይ ኣይ ሶፋ ጋብራይ ደርክ ትዛረብ ስለ ዝሰማዕኩ ኸ ብዙሕ ናይ ቲክቶክ ሰብ ኣይኮንኩን ኦ ጥራሕ ኣብ ከምዚ ክሰምዕ ከለኹ እየ ዝኣቱ ኦኬ እም፣ ሕጂ ንዓይ ኣነ ፕራክሲስ እንደ ዝኸይድ ዘለኹ ኣብ ኦስሎ እየ ኦ እቕመጥ ውፅ ኢልካ ማለት እዩ ከባቢ ኦስሎ ኦ እዚ እንታይ ኣጋጢሙኒ መሲሉኪ ቅድሚ ክልተ ሰለስተ ሰሙን ንዓይ ኦ እታ ናተይ ቫይሌደር ደይኮነሲ እታ ናይቲ ሓላፊት ናይቲ ገዛ ቡሊ ኦ እዩ እቲ ዝኸዶ ዘለኹ ሕጂ እንታይ ኣዎ ጌራ ኣነ ናይ ሄልሲ ኣትየ ከለኹስ እንታይ ኢላተን ን- ናይ ሴርቬርን ናይ ሂገንን ጥራሕ ግበራ ኢላተን ኦ ሕጂ ኣነ ከዓኒ ማለት ናይ ግድን ፈተናታት ኣለኒ እ፣ ቀሪቡኒ ስለ ኦ ዝነበረ እታ ናተይ መምህር ከዓ ኣብ ስቴል ኣብ ናይ ኮሙኒካሽን ኣብ ናይ ምግቢ ከመይ ጌርካ ተብሎ እና ውፅቐጥ እያ ኢልሃኒ

ናይ ሌን እንዲ ሕጅም ናብ ኣነ ጌጋ ዛረብ ከየሉ እቲ ናይ ኖሽ ክውን ኖር ወጌእ ተቓላት ጌጋ እያ ዘለኹ። ምክንያቱ እንድሕር ኦብሳርቬሮ ኮይኑ ኖርማል ፕራክሲስ ክትኣቱ ከለኻ ንምሳሌ ሓድሽ እንድሕር ኮንካ ኦብሳርቬረ ትገብር ንሳ ክትገብር ከላ ንስኻ ሱቕ ኢልካ ጥራሕ ኢኻ ትሪኣ ትዕዘብ ማለት እዩ ሱቕ ኢልካ ሕጂ ከምኡ ተኢላትኪ ኣብቲ መጀመርያ ሓቃ እያ ማለት እዩ ካልእ እንድሕር እንታይ እዩ ሕጂ ስ ኣነ ኣብቲ ቃል ተጋጊኸ ይከውን እታ ድም- እታ እወ ነገር እወ እወ መግቢ መግቢ ናይ ግድን መግቢ ባዕልካ ኢካ ትሰርሐሉ ቡሉ ስለ ዝኾነ ሕጂ ሳይላኒ እኺ ኣዎ ልጆክ ምግቢ ክትሰርሒ ኣለኪ ከተፅሪ ኣለኪ ጉሓፍ ዋ ክትጉሕ በቃ እዚ እዩ ናትኪ ኢላኒ ናና ዮ ናና ናና ሓሪቀ ኣነ ሕጂ እንታይ ኮይነ ኣብኡ ክምልስ ወይ ምስኣ ክበኣስ ክትበኣስ እያ ደልያ ተጥርያ እታ ሱማር ኣይደ ኣውራ ሕጂ ከይደ ነታ ናተይ ባይሌለ ኣነ ኤልሰፋ ጋርባይ ፅሒፈላ ኤልሰፋ ጋርባይ ደረ መፀ ናይ ሬን ወልድ ኣይኮንኩን ስለዚ ኣብዚ እንድሕር ወላ ሓንቲ ክገብር ደይክእል ኮይነ ኣብ ኣብቲ ናይ ፓውሰሩን ኮፍ ኢለ ዝገብሮ ስለ ዘይብለ ኣነ ገዛይ ከይደ ኣለኹ ምስታ መምህረይ ምሳኹን ምስታ ሓላፊትን ግን ሞት ተድልየኒ ኣሎ እያ ኢለያ ገዛ ከይደ ኣዎ ድሓር ብድሕሪኡ ምስቲ ኣብ መምህረይ ኣኼባ ምስ ገብ እቲኣ ሓላፊት ከም ትእዝዘን ደላ ሕጂ ኣነ ይፈለጥኩ ያ ያ ኦኬ ኦኬ ያ ደሓር እቲኣ ሓላፊት ግን ምሳይ እሳ ስለ ዝበለት ሽዑ እንታይ ገይራ ትሳድበለቶ ከይፍለጥ መታን ናብ ናተይ ክትገብሮ በቃ እቲ ዘረባኣ ዝበለስ ደሕርቕ ኣይ- ኣይምሓረቕኩን ኣነ እሞ ደሓን ኢለያ መጀመርያ እንታይ ጌጋ እሞ ንገርና ኣነ ጌጋ ኣይገርም ኢለያ ጠጠው ኢላ ወላ ሓንቲ ክትብል ኣይትኽእልን እያ ሽዑ ነቲ ኣቲያ መምህር ግን ንሕና ኣይፈለጥናን ከም ምዃና ኢና መሊሳ ነቲያ መምህር ተሰልቢጣታ

እቲ ከምኡ ይኹን ፀንሐ ኣብ መጀመ- ኣብ መጀመርያ ይሰማዕኩም ኮንክ እምበረይ እቲ ቁባበ ናትካ ክትፈልጥ ኣለካ እተን ቫይሌደር ድገብራኻ ድማ ቋንቋ ዘይርድአን እንድሕር ኮይኑ ወይ ከኣ እቲ ናትካ ኦፍጋበ ንፁር እንድሕር ዘይኮይኑ ከተነፅሮ ክትፍትን ኣለካ ምስኣተን ግን ግበር ኣይትግበር ኢልካ ክትበኣስ ወይ ከኣ ክትታረኽ የብልካን ከነጽረልካ ዝኽእል እታ ሓላፊትን እታ ናትካ ባይ ሌደር ናይ ትምህርትኻን እያ ክብል ጸኒሐ ስለዚ ሓቅኺ የጋጥም ሪፖርታት ወቴን ሓለፍቲ ማለት ኣብተን ሓለፍቲ ከማሲ ብዙ ሽግር ከም ዘለዎ ክነግረኪ እዩ እተን ሓለፍቲ ገለመለ መብዛሕትኡ ግዜ ምስተን መምሃራን ገለ እየን ዝሰማምዓ እምበር ንኩስቶ ከም ዝበልያ ከም ዝግበረ ኣይብልን እዩ ተፃሒፉ እዩ ዝመፅእ ኩሉ ሊስት ኣሎ ሓደ ሄልሰፋግ ኣርባይደር እንታይ ፕራክሲስ ክገብር ዝመጸ ኣብቲ ስራሕሲ ፍሉጥ እዩ ግን ከምቲ ትብልዮ ዘለኺ ንርእሲኤን ዘይተረደአን ንዓኻ ከረዳእኻ ዘይክእላ ኣይትስእልን ኢኻ ኣብኡ ዋላ ነርሳት ክኾና ክእላ እየን ዋላ ሄልሰፋግ ኣርባይደር ክኾና ክእላ እየን ሕጂ የጋጥም ይኸሙ ብጣዕሚ ሽግር ኣምላኽ ፕራክሲስ ቪካንን ያ ንዓል ዝሓተካ ሓቂ ዘረባ
ሓቅኺ ሓቅኺ በቃ በሊ ስራሕከ ሒዘ
ኣይትሓዝለይ ሰዓት ሓደ ድጅምር ክኸይድ ሽኮር ስለዚ ግን ቪድዮ ኣለኪ ኣብ ዩቱብ ኣብቲ ናተይ ባዮ ኣቲክ እንድሕር ሳብስክራይብ ጌርክኒ ኣብ ብዙሕ ኣሎ ብኡ ብዛዕባ ስራሕ ፕራክሲስ ገለምታ ዝተዛርኮ ሕጂ እውን እዚኣ ዝተዛርኩካ ንእሽተይ ክሳይ ክገብራ እየ ብኡ ምክንያቱ ከምታትና እቲ ኮንፍሊክት ይፈጥረልካ እሞ ሽዑ ንቲ ስራሕ ክትከዶ ንቲ ስራሕ ደይኮንካ ትፀልኦስ በቃ ኩሉ ነገር የፅላኣካ ሕጂ ካብኣት ከም ካብ ከምኣተን ከመይ ጌርካ ትድሕን ገለምታት እንታይ ከዓ ክትገብር ኣለካ ኢለ ነይረ ስለዚ ኣይ በቃ ሰናይ ነይራ መዓልቲ ይግበረልኪ።
እሺ ሰናይ መዓልቲ ሰናይ ሰናይ መዓልቲ ቻው በልዎ ይኣኽለኒ ሕጂ ቻው ቻው ስለ ኣምልኽ ዝህወት ያ ፍትው ፍትውት ወይ ዘብለኩም እዚኣ ክትጠቀም ተስፋ ገብር ሓተትኳ መሊሰ ኣለኹ ንዓይ ከዓ ብሩኽ ምሸት ተመነይለይ ብሩኽ ናይ ስራሕ ግዜ ተመነይለይ ኦኬ ቻው በሉ ሰሰናዩ ፍቱ ፍቱቱ ቻው ቻው